Subscribe, like and share ኣብ ፍልፍል ሚድያ Subscribe, like and share ኣብ ፍልፍል ሚድያ ሰላም ሰላም ሰላም ኩላትኩም ሳሙኤል በሪሁ ይበሃል ዝነብረሉ ኣብ ሕብራት መንግስታት ኣሜሪካ እዩ ንእሽቶ መልእኽቲ ኣላትኒ። እዛ መልእኽቲ እዚኣ ኩላትና ሸር ክንገብራን ኣብ ሚድያ ዝሰማዕናያ እውን ነናብ ዝምልከቶን ነናብ ንፈትዎን ነናብ ብሂወት ክተርፍ ንደልዮ ሓውና ዓርክና ጎረቤትና ኣያና ኣቦና ወዲ ሃገርና ነስምዓዮ እታ መልእኽቲ ናብ ኣብ ውሽጢ ኤርትራ ዘሎ ተዋጋኢ ናብ ኣብ ውሽጢ ኤርትራ ዘሎ ውፁዕ ግዱድ መንእሰይ ኤርትራዊ ንዓኻ እያ ወይ ንዓኺ እዩ እንታይ ዝብል እዚ ኩነታት ንሪኦ ኣለና ብዙሕ ሓበሬታ እውን ይመፅእ ኣሎ ናይ ኣጋጣሚ ኮይኑ ግን ኩሉ ሰብ ኣክሰስ ናይ ኢንፎርሜሽን ወይ ናይ ሓበሬታ ዕድል ይረክብ እዩ ማለት ኣይኮነን ዋላ ነቲ ሓበሬታ ዘለዎ ሰብ እውን ካልኣይ ንክሓስብ ወይለይ እሞ ጠፋእና እሞ ሕጅስ በቃ ከምዚ ዝገብር ዘሎ ንዓናስ ኣይንገረናን እዩ ዘሎ ኢሉ ካልኣይ ንክሓስብ ይሕግዞ እዩ ኢለ ስለ ዝሓሰብኩ እየ ስለዚ ሕጽር ከብለልኩም ሓላፍነት ዘይስምዖ ኣብ ኤርትራ ዘሎ ስርዓት ብዛዕባ ሓዱሽ ጀነሬሽን ቅንጣብ ስምዒት ዘይብሉ ስልጣነይ ጥራይ ትንበር እምበር ዝጠፍአ ይጥፋእ ዝመተ ይምት ዝብል ኣብ ኤርትራ ዘሎ ኣካል ሕጂ እውን ናብ ኩናት ይዳሎ ኣሎ። ናብ ኩናት ምእታው ብዙሓት ሃገራት ወይ ብዙሓት ኣብ ታሪኽ ኣብ ሕሉፍ ወይ እውን ናይ ባዕልና ናይ ኤርትራውያን እውን ኩናት እንታይ ማለት ምዃኑ ናይ ኩናት በሰላ እንታይ ማለት ምዃኑ ንምንታይ ኢኻ ናብ ኩናት ትኣቱ ንማንም ሰብ ኤርትራዊ ኣይጠፍኦን እዩ ኮይኑ ግን ንስኻ ዘይተሰማማዕካሉ ንስኺ ዘይተሰማማዕክሉ ዓውደ ኩናት ኣቲኻ ወይ ኣቲኺ ሂወትካ ወይ ሂወትክን ድሕር ክትከፍል ደሊኻ ኮንቱ እዩ ክኸውን ብባዶ እዩ ዝራባሕ ኣብ ኩናት ክትኣቱ ትኽእል ኢኻ ተገዲደ ገለ ክትብል ትኽእል ኢኻ ጸገም የብሉን ተገዲድካ ኣቱ ኩናት ንዘለኣለም ዝነብር ኩናት የለን ውዒሉ ሓዲሩ እቲ ኩናት ክውዳእ እዩ እቲ ኩናት ምስ ተወደአ ወይ ክልተ እዳውካ ተመንጢልካ ተቖሪጽካ ዓረብያ ክወሃበካ እዩ ኮፍ ክትብል ኢኻ ወይ ሕቖኻ ብከቢድ ብረት ተደሲቕካ ፓራላይዝ ኮንካ ኣብ ዓራት ክተሕልፎ ኢኻ ወይ ክልተ እጋርካ ተመንጢልካ ክልተ ምርኩስ ተዋሂብካ ሰለል እንዳበልካ ክትከይድ ኢኻ። ይርድኣኒ እዩ ቃላተይ ሕርፍፍ ኢሉ እዩ። እዝንኻ ንኽትሰምዖ እውን የሰንብድ እዩ። ኦ ከምኡ ዶ እንታይ ይባሎ እዚ ወዲ ጥዕና ኣለዎ ድዩ ዝብል እውን ኣይሰኣን እዩ። ከምዚ ኣነ ዝብለኩም ገይሩ ትኽ ኣቢሉ ዝነገረኩም ሰብ ግን ናይ ልቡ ስለ ዝሓምምኒ ስለ ዘቐንዝወኒ ጥራይ እዩ ነቲ ቃላት ሸፋፊነ ክኸይድ ኣይደለኹን። ኣብ ዘይትፈልጦ ኩናት ኣቲኻ ተሰኪምካዮ ትኸይድ ኣጽዋር ኣብ ክሳድካ ኣልዕልካያ ትኸይድ ኣርብጂ ድዩ ብሬን ድዩ ዋላ ካላሽን ድዩ ኣብቲ ድፋዕ ምስ ኣተኻ እንተ ሜትካ ሜትካ ኢኻ እንተ ሰንኪልካ ግን እቶም ኣፅዋር ሒዞም ዝኸዱ ሰባት ንዓኻ ተሰኪሞም ሃዮም ክምለሱ ካብቲ ድፋዕ መራሕትኻ ሓለፍትኻ ወይ እቶም ኣዋጋእቲ ዝበሃሉ ኣካላት ግን ኣብ ኩናት ስዕረት የለን እንዲ ኣብ ኩናት ዓወት የለን በት ናቶም ኣተሓሳስባ ግን ስዒርና ኢና ኢሎም እንድሕር ወዲኦም ዊስኪ ክሰቱ እዮም ኣጥፊእና ኢና 20 ሸሕ 30 ሸሕ 50 ሸሕ ኣጥፊእና ኢና መንእሰያት በቃ ስዒርና ኢና ነዚ ስርሒት እዚ ኢሎም እንድሕር ዘጣቕዑ ኮይኖም ዊስኪ ክሰትዩን ተሳዒርና ኢና ኢሎም እንድሕር ሓሲቦም ከዓ ተጨኒቆም ዊስኪ ክሰትዩን እታ ዊስኪ ምስታይ ኣይትተርፍን እያ እሞ ንምንታይ ደኣ ከምኡ ትዛረብ ኣለኻ እንተልኩምኒ ከይትጠፍኡ መንእሰይ ከይጠፍእ ኣብ ኤርትራ ዘሎ ህዝቢ ከይጠፍእ ናትና ጥፍኣትሲ ገደብ ክግበሮ ክንጸንት ኣይግባኣናን እዩ ክንጠፍእ ኣይግባኣናን እዩ ክንነብር እዩ ዝግባኣና ኤርትራውያን እዚ ኣብ ደገ ዘሎ ህዝቢ ክልተ ነገር እዩ ክገብረልኩም ከምቲ ዝበልክዎ ነቲ ተዋጋኢ እዩ መልእኽቲ እዚ ብደገ ዘሎ ህዝቢ ኤርትራ ክልተ ነገር እዩ ክገብር ኩናት ክጅምር ከሎ ምስቲ ስርዓት ኮይኖም ኣጆኻ ኣለና ኣጆኻ ጎድንኻ ደው ኢልና ኣለና ሃገርና ደው ኢልና ኣለና ጎድና ኣብ ጎድኒ ሰራዊትና ኢና እንዳበለ ገንዘብ ከዋጽእ እዩ ጠያየት ክግዛእ እዩ ስንቂ ክወሃበካ እዩ ኣብ ድፋዕ ከድካ ክትበልዖ ኣብኡ ከድካ መታን ክትዋጋእ ከይትጠሚ ሓይላ ከይጎድለካ ከብድኻ መሊኦም ናብ ድፋዕ በቲ ገንዘብ ዘዋፅዎ ገይሮም ኣፅጊቦም ኣብሊዖም መጓዓዝያ ደም ገለ ገይሮም ኣፅዋር ገዚኦም ንኽትታኾስ እዮም ክድግፉኻ እቶም ሓደ ከኣ እንታይ ኢና ክንብል መሲልካ ከምቶም እቶም ልብና ዘሕመና ሰባት እቶም ኣተሓሳስባና ጥዑይ ዘሎ ክሳብ ሕጂ እቶም ብዛዕባ ሃገርና ንሓስብ ሰባት እቶም ዜጋታት ክጠፍኡ የብሎምን ኢልና ንቁንዞ ሰባት ከኣ ኣብ ማሕበረሰብ ዓለም ከድና ኩናት ደው ክብል ኣለዎ ህዝብና ጠፋእ ኣሎ ብዘይ ድሌቱ መንእሰይና ይጠፍእ ኣሎ ኢልና ኢና ድምፂ ክንከውን ሕጂ እዚ ኩናት ምስ ተጀመረ እዩ ኩናት ከይተጀመረ ከሎ ግን ነፍሲ ወከፍ ሰብ ተዋጋኢ ሰራዊት ነብሱ ከድሕን ኣለዎ ኣብ ከምኡ ሓሸውያ ኣይትእተው ንኣብ ሞትካ ንኣብ ስንክልናኻ ቅንጣብ ስሚዒት ዘይብሉ ሰብ ወይ መራሒኻ ወይ ኢሰያስ ስርዓት ኢሰያስ ኢልካ ኣይትሰዋእ ኣይትሰንክል ኣይትጥፋእ ንበር ክትነብር ኢና ንሕና ንደልየካ ኣብዚኣ ናይ መወዳእታ ክብለኩም ዝደሊ ዝበዝሐ ወተሃደር ተዋጋኢ ወተሃደር ኣብ ኤርትራ ዘሎ ካብ ኤርትራ ክወጽእ ከሎ ብረቱ ደርቢ እዩ ዝሃድም ብረቱ ገዲፍዎ ኣይኸይድ ምኽንያቱ እንታይ እዮም ዝብሉ ንብረት ሻዕብያ ካብ መርፍእ ክሳብ መድፍዕ ክትጠፍእ የብላን ዶ ንብረት ሕስካ ንብረቶም ሕስካ ክትከይድ የብልካን እዮም ዝብሉ እሱ ፕሮፓጋንዳ እዩ ኣነ ከም ሳሙ ዝብለኩም ሰላሳ እንድሕር ትሕስ ኮይና ታካዝና ሰላሳ ጥይት ምልእዋ ክትሃድምዎ ኣለኹም ሰላሳ ጥይት ምልእዋ ተረፍ እንተነፊዕኹም ካዝና ኣብ ጅባኹም ግበርዎ እንዳ ወጻኹም ከለኹም ንዓኹም ከጥፋኣኩም ንዓኹም ክርሽነኩም ንዓኹም ክቀትለኩም ኢሉ ዝኸትረኩም ሰብ ኣብ ኢድኩም ሓዊ ሒዝኩም ስለ ዘለኹም ነብስኹም ተድሕኑ ዝበዝሐ መንእሰይ ክሃድም ከሎ ብረቱ ገዲፉ ይሃድም ጥራዩ ይኸውን ኣብ ሚእቲ ሜትሮ ክልተ ሚእቲ ሜትሮ ኮይኑ ካላሽን ስለ ዝሓዘ ትሰብ ግን ዶበል ይብለካ ተማሪሕካ ኣለኻ ይርሽነካ ከዓ ብከምኡ ዝጠፍኡ ሰባት ብዙሓት ስለ ዝኾኑ እዮም ስለዚ ኣብ ኢድካ ዘሎ ብረት ነብስኻ ተኸላኸለሉ ካብቲ ስርዓት እትወፅእ ትድሕን ትነብር እዚኣ ናተይ መልእኽቲ እያ ቂድን ምጥፋእኹም እየ ዝብለኩም ዘለኹ የቐንየለይ ኣጆኹም ኣጆና ኩላትና ሕጉሳት ኣይኮነን ዋላ ካብ ሃገር ተወፅና ደቂስና ኣይንሓድር ኢና ፍፅም ሕልናን ኣይቀሰነን እቶም ኣብ ትምህርቲ ኣብ ዝለዓለ ደረጃ ትምህርቲ ናይ ኢንተርኔት ኣክሰስ ዘለኩም ኣብ ቴሌቪዥን ትርእይዎ ሰባት ነዚ ሪከርድ እዚ ነዚ ድምፂ እዚ ነዚ መልእኽቲ እዚ ኣብፅሑሎም ሱቕ ኣይትበሉ ምሁራን ኣካላት ኢኹም ዋላ ኣብቲ ዝለዓለ ሰባት ዘለኹም ብሕቡእ ኣርእይዎም ንዘሕመኩም ሰብ ኣርእይዎ። የቀንየለይ ዕስራን ሽዱሽተን ወርሒ ሸውዓተ ክልተ ሽሕን ዕስራን ሽዱሽተን Thank you.